ጥልያን ኣብ ካቴድራለ ቀደም ዓሰርተ ኮንቴነር መስተ ፈቐር ቀቢርላ እዩ እውይ ኩዕታ ቢሻ ልክዕ ትውላዕ እዛ ዓይነ ሱር ብሓንሳብ ዓይኑ ብርህ ትብል

ደሓር እዚ ናይ ነገር ፋዘር ማሕኩማ ከኣ ከለዮ ይጸብቀልካ ኒዕክ። ኣቤት ፍላል ኣቤት ኣንቁሪ ኣብዚኣ እኮ ኢካ ተከይፈኒ ንዓይ ኩላስ ብፍላል ኢካ ትከዳ ሙሉእ ለይቲ ብቲ እንዳ ካርታ ክትጻወት ትሓድር ወጋሕታ መጺካ ድሩም በጥ ኢልካ ኣርፊድካ ድማ ኣለ ወዲ ሽተ ሲኢካ ንስራሕ ትወፍር። ዶርሜ የለን ሎሚ ፋዘር ዶርሜ ዝባሃል የለን ሎሚ። ኢሂ ናይ ሊያቦ ኣኼባ ኣለኩም ድዩ። ኖኖ ሎማዓንቲ እንዳ UNHCR ክኸይድ እየ እቲ ፕሮሰስና ናምስላጡ እንድዩ ሳዕስዕ እሞ ሳዕስዕ ሰራሕካ ኣይትረስዕ። ኣታ ታይ ኢካ ተሃዊካ ኣላ እዛ ዓዲ ጸዓዱ። ኣነ ኬፋታ ይረኽበላ ንስኻ እታ ወልፍኻ ተምቢል ኣይትረኽበላ ዋእ እንታይ ኢኻ ኮንካ ከምዚ ተሃዊካ። ችድ ከሸይፈካ እንዴ ዕድመ ነዚኤን ከላዕባ እንዴን ከመይ ድየን ክሰርሓ ሽዑ። ዋይ እስኻስ ካብ ጸዓዱ ክትብንድል። ሰረቅዎ። ኣታ ጸዓዱ ከም ዳይናሶር ኣጥፊኦም እዮም ንስርቂ ኩሉ ነገር ብካርድ እዩ ኮይኑ ኣነ ነግረካ ኣለኩ ደሓር ብወልፍካ ኣብትብጅልን እዚ ፕሮስትና እናውሕውልካ ቁሩብ ተጸናናዓሸና።
ኣታ ሰብኣይ እንታይ ደኣኸ እቲ ፈይሳንካ እንታይ ኣጋጢምዎ እንታይ መልዕስዎ ገለ ኣይትብለንን እንዲኻ። ክላእ ለሚድናያ እንዲና ሕጂ ደኣ ሌባን ኣድግን ደኣ ድዩ ሓላፊ መንገዲ ይድረር። እንታይ እስከ ፋዚተይ ሳላ ጻዕቂ ጸሎትካ ማለት ትማል ንስክላ ኢየ ድሒነ። ኣታ ጸሎተይ እምበር ኣደሪዕካ ኸውን ኣታ ኣነ ደኣ ጸሎተይ እንታይ ድዩ ክልተ እጋርካ ሴረም ተኸታታሊ ቃና ክገብርለይ እንድየ እደሊ ኣታ እቲ በትሪ እኮ እዩ ካባኻ ክፈርሕ ጀሚሩ ሎሚ ካብ ሚሒር ምቕጥቃጥ። እቶም ቦሊስ ወስ ክብሉኻ ከለዉ እስቲ በትርስ ሕጂ ከ ናበኡ ቁርደይ ኢሉ በኪ ኢሎሞ ኣታ። ኣታ ሰብኣይ ኣታ ዕያልካ ዶ ኣይኮንኩን። ችድ
ኣዴኻ ተናይዛ ከይከነፈት ኣይኣምነልካን እየ ኣነ። ኣታ ሰብኣይ እቲ ላዕለዋይ ኣፍካ ታሕተዋይ ተቐይሩ ድዩ። ንዓ'ባ በጃኻ ኢለልካ እዛ ኣፍካስ ጥዑም ኣውጽኣላ። እው ድፍረት ኣብነ ፍሊጶስ በዓል ደብሪ። ኣታ ከምዚ ምንኣስ ሓውካ ከምዚ ሕሳስ ልደ ናይ ገዛ ገለ ኢኻ ትሽይፈኒ ሓቂ። ችጣ እታ ፋልሲተይ ኣቅሪበ እየ ኢካ በዓል እስኻ ከኣ ናይ ቀደም ዓዋሉ እንዲኹም ኩሉ ትርዳእ ኢኻ ኩሉ ትግጥም ኢኻ ኢለኩ እየ። እሞ ኩሉ ድግጥም ድርዳእ ተኮይኑ ደኣ ኣቦይ እዝግየ በለኒ። ኦኦኦኦ ካልእ ከላም ከይወሰድካ ከለካ መሪቅካ ጥራይ እኳ ንኩና።
ገፊሕ ጅቡ የጋጥምካ። ኣሜን።
መሃቡል ተሰራቒ ርኸብ። ኣሜን።
በትሪ ቦሊስ በዓል ፈጣሪ ይቐንጠልካ። ኣሜን። ከምኡ ክብለካ ዲኻ ደሊኻ? ኣይብልን።
ኣታ ሰብ ሎማዓንቲ ምሽ እንዳ UN ሰኣሪ ይኸይድ ኢለካ። ኣሃ ወይለይ ወይለይ ሓቅኻ በል ዓሻ ጻዕሪ የጋጥምካ። ቀደሙ ምረቓ ዕዋላ መርገም እንድዩ። ኣታ ካብ ሰራቒ ምዃን ዝኸፍእ መርገም ኣሎ ድዩ። ወዲ ዕዋላኸ እንታይ ክኸውን ተጸቢኻ ዳኛ፣ ጠበቓ፣ ኣኽባሪ ሕጊ የለን። ኣታ ኣዱንያ እምበር ቢልዓክስ ኮይናታ ጓሃር እኮ ሓሙኽሽቲ ወልድ ኢሎሞ። እምበር እስኻዶ ካባይ ምተወለድካ። ከላስ ከላስ።

እስከ ናይ ወደይ ሕጂ ፈስስ ኣበርዲ ዶ ቁጸ እቲ ፈስስ ጨኑ ዘሎ እኮ ዝተፈላለየ ዓይነት መግብን ምኡዛታት መግብን ስለ ዝበልዕ እኮ ድኻ ምሽክናይ ግን ክብረር ከሎ ማይ ተደሪሩ ይድቅስ ማይ ማይ ዝጨኑ ከዓ ፈሱ ፈሱ ሽዑ
ኣንታ ባጎን ሓወይ ድኻ ይበሃልኒ ጌጋ እኮ ኣታ ሓፍተይ ንድኻ እሞ ካብ ድኻ ሓሊፈ ስታይ ክብሎ ደሊኻ ንባዕላ እታ ድኻ ትብል ቃል ከማን ስድኻ እያ ክልተ ፊደላት እኮ እዮም ድሎ ድኻ ሃብታም ግን ነዊሕ እዚ ከምኣ ምሕጺሮሙሉ ያኸ። ኣብ ድኽነቱ እኮ እሞ ስእነት ገንዘብ ጥራሕ እዩ ዘሎ። ኣቲ ኣቲ በጃኺ እስከ ስቕ በሊ ዋይ ኣብ ድኽነት ደኣ ገንዘብ ምስ ሰኣንካ ትጠሚ ምስ ጠመኻ ትዓርቕ ሽዑ ከምዚ ከማኺ ከኣ መኽፈሊ ገዛ ክራይ ትስእን።
ምስ ሃብቲ እሞ ፍቕርን ጽድቅን ዶ የለን። ሕጂ ፋሕ ኢላትኪ ኣብዚኣ ተደርቢሽኪ ኣብ ደየለ ሃለውሲ ኣቲኺ። እዚ ምስ ሃብታም ፍቕሪ የለን ዶ ጸጋ የለን ዶ ሕውነት የለን ዝበሃል ሃብታማት ንኸይንክህብትም ዝንዛሕ ዘሎ ፕሮፖጋንዳ እዩ ከየድርብሹኽ በጃኻ። እዋይ ኣንታ ባጎኒ ሓወይ በዚ ምስ ድኽነት ዘለካ ጽልእስ ክትውለድ ከለኻ ብ ክንዲ ብጨርቂ ብድኽነት ዝተቀበሉኻ ኢኻ እኮ ትመስል። ሕጂ መልኣኽ ኣዛኒኒ ብድኽነት ክቅበሉኒ ዕድለይ እዩ። ሃብታም ኮይነ ክመውት ግን ምርጫይ እዩ እዚኣ ድምጥለኒ የለን። ይፍጠረልካ።
ኣሜን ኣሜን ኣሜን።

ዘይብልኪ ጥዑም መግቢ ዝሰራሕክስ ተዝህልወኪ ነይሩስ ከመይ ዓይነት መግቢ ምሰራሕኪ ማለት እኮ እዩ። ደሓን እቲ ዘለኒ እሞ እንቋዕ ብጽቡቕ ሰራሕክዎ እቲ ዘይብለይ ከኣ እግዚኣብሄር ኢዱ ምሰንበረለይ ንርእዮ።
ኣነስ ግርም ዝብለኒ እዚ ወረቐት ድዩ ክድርር ትሓድሪ ዘለኺ? እዘን ዘጸናንዓኺ ቃላት ካብ ገለ ተሓሒብኪ ከተምጽእየን።

ንብረትኪ እንዳሸጠ ክራይ ገዛ ዘጠራቅም ሰብ እኮ የለን ከምዚ ዓይነት ሕልና ትረክብ እዛ ዓለም እዚ ሞኸ ኣብዚ 21 ክፍለ ዘመን ናይ ብሓቂ ሕልናስ ኣለካ መሊኡ ዝፈስስ ውሕጅ ኮይኑ ከይወስደና ከማን ፈሪሕና ሎምስ ኤእ ንርያ እዚኣ መልኪ ግደፊ ንማዕተብ ክተዛረቢ ዋእ እባ እታ ሓቅስ ስግር ኣይንበላ። ኣነ ሕልና ኣለኒ? እንታይ እሞ ክንብለካ ኢና ደይብልካ ኣለኒ ተይልካና እሞ እንታይ ክንብል ኢና ንሕና። ጽቡቕ ዋጋ ናይዛ ሓሶትኪ እዛ ፍርናሽኪ እሞ ጠቕልልያ ካልእ ወላ እዚ ዓቕሚ ናይ ገንዘብ ከኣ ስለ ዘይብልኪ ነዛ ገዛ ክትከፍሊ ኣብታ ክሽነ ኣብታ ክሽነ ንሳ ትሕሸኪ ዘለኪ ኣቑሑት ወላ ሓንቲ የብልክን ድሽየጥ ከማን የብልክን ሕጂ ንርኣ።

መዓር ክንደይ ገንዘብ ምውፃእ ከቢድ ምዃኑ ርዳእካ ዶ? ኣንታ ነቲ ገንዘበይ ዲኻ? ዋእ እንኳዕ ዓርከይ! ኣብ ዓለም እኮ ካብ ጥዑም ተከወፃካ ገንዘብ ከተውፅእ እኮ ቃንዝኡ ይከብድ። ባቢ
ኣብ ጁባኻ ዘሎ ፍርፍር ባኒ ሃበኒ ተዝብለካ ምተቐንዝኻ ኔርካ ወዲ እዛ መደበር ሙሉእ ቓንዛ። ኦይ ኣበይ ኣለኻ ስስዐ ገለ ክህልየኒ ክህልየ ማራ ለጋስ በቃ መናን መናን ተቀይረ ኣለኹ። ስዕለልካ ድዩ?
እንታይ? ልግሲ፣ ናተይ ልግሲ ብመንገዲ ሰዓል እዩ ዝመሓላለፍ። ኣነ ሕዱር ናይ ኣቦታተይ እምበር ጸኒሑኒ። ነታ ተኸራይተይ ናይ ልቺ ይጎላን ክንደይ ደይ ምለየላ። ወይ ኣነ እኮ ተኾርምየ እኮ እም፣ መናኑ እኮ መናኑ ደኣ ሓቂ ተሓሒዛ። ስኢልካ እንዶ ንገረና ሕራይ ክንደይ ገዲፍካላ? ሰለስተ ቅርሺ እኮ የኽልየላ።
ፋጊ ሓወይ ኣይትሓዘለይ ደኣ እምበር ዕስራ ቅርሺ ክንህበካ ናይ ኣዴኻ ክሳድ ኣምጻልና ተዝብሉኻ ሞቕሽሽ ናይ ኣቦኻ ሒዝካሎም ምኸድካ ኔርካ። ጓዕ ኣታ ንዓባ ስነ ስርዓት ግበር ዋ እሞ ዕስራ ቅርሺ ተረካቢ ጌርካ ዲኻ ወሲድካያ። እውይ እውይ እውይ ኣታ ነዛ ነብሰይ ማራ እንዲኺ ጸላእ መዓት ምሳኻ ከወዳድራ ከለኹ ግን ጻድቕ ኮይና እያ ትስምዓኒ።

ኣብቲ ናይ ኢንትሳር ከይደ ዘኹላሰ ሆሆ ክትብል ኮላ ሰለል ላዕሊ ታሕቲ ጎኒ ናብዚ ሰለል ፈለል ፈለል ከብሎም ኮ እውይ ኣይኪ ኢሎም መዓንተ ከይፍክን እዚ ኣታ እዛ ኢድ እዚኣ ከመይ ድያ ኣታ እዚኣ ኢድ እዚኣ ውይ ውይ ካብ ዝገርመካ ማለት እዩ ተበዚሐን ቬንቲ ተውሕደን ግን ዲሽ ሎማዓንቲ ከቃጥሎ ኣይክእልን። ኦይ ኦይ እዘን ሓንቲ ዓይነን ሕጂ ከይተምጻለይ በዓል ሰለስተ ዓይነን ክልተ ዓይነን እዘን ኣርባዕተ ዓይነን እዘን ጥራሕ ጥራሕ ሒዝክለይ ትመጽእ እንታይ እሞ ክሳብ ትምለስ እዛ ውላድ ሰብ ትመስል ሞባይልካ ድየ ሒዘልካ ክጸንሕ እንታይ ኢልካ ባጎኒ መን ኣመኖ ስኸዳ ትቕብል ምስ ኣበልካያ ጓንዳ ትረ ወረግ ነዚኣ ሸይጥካ ሜክሲኮ ቆራሪጥካ ኣሜሪካ ትኣቱ ስኸዳ ኣታ ንዓባ ማዕረ ክንዶ ይኮንኩን ኮ ኢማና ዘይብላየን ዋላ ገዛውትና ከድካ ሕተተለይ ኣንስተ ገዛውትና ድኾነ ስራሕ ክህልዎ እንከሎ ቆልዑ ኣነ ይድሕዘለን ነይረ። ዋ እምበርከ ቆልዑ ክሸይድ ደሊኻ? ክላእ ኣበይ እሞ ድገዝእ ኣይተረኽበን እምበር ታይ እሞ ክብለና እዩ። ወኣነ ኣንታ ምስ ሰብ ዲኻ ዘለኹ ንምዃኑ? ኣታ እስኻ ሰብ ዲኻ? ባእ በጃኻ ኢለልካ መሪቕካ ፋንወኒ ዓኽ። እዋይ ጠዋሊ እዛ ዓርከይ ብሰላም ተመለስኒ ከይተላሕጸጽኪ ባትሪ ከይወዳእኪ ኮኔክሽን ከይዘሓለኪ ብሰላም ተመለስኒ። ንመን ኢኻ ትብል?
ኣሕ ነዛ ሞባይል እምበር ንመን ደኣ። ካባይስ እሳ ኣገዲሳትካ? ኣታ ንዓ ባቆርባ ኣስፊሕካ ሕሰብ።

ወይ ሓደ ቕስይ ኣቲ ንዓኺ ተወኒነ እኮ ዓለም ሙሉእ ርእያ ማለት እኮ እዩ። ኣጎር ኦርጋኒክ ካስትል ሶፕ ካብ ጉልዒ ሳንፍላወር፣ ቫይታሚን ሲ፣ ቫይታሚን ኢ፣ ቫይታሚን ዲ፣ ኮኮናት፣ ኣበካዶን ካልእን ከምኡውን ካብ ናይ በለስ፣ ሮዝመሪ፣ ሳንፍላወር፣ ሮዝውታ ካልኦት ፈሰስትን ዝዳሎ ብሉጽ ፈሳሲ ሳምና ኮይኑ ማዳ ቁጠዐ ሰብነት ምስ ዘሸግረና ወይ ውን ቆርበትና ጨና ዘይቀበል ምስ ዝኸውን ዕድመን ጾታን ብዘየገድስ ብኣጎር ፈሳሲ ሳምና ብምጥቃም ክንፍወስ ንኸእል። ክትጥቀምሉ፣ ክትሸጡ ወይ ውን ከተከፋፍሉ ምስ ትደልዩ በዚ ተጠቂሱ ዘሎ ኣድራሻና ወይ ውን ሕጋዊ ዌብሳይት ኣድራሻና ተወኪስኩም ክትእዙዙና ትኽእሉ። ብቐጥታ ንምእዛዝ ምስ ትደልዩ ውን ካብ ፕለይ ስቶር ኣጎር ኣፕሊኬሽን ምውራድ ይከኣል።

ኣታ ታይ ዓይነት ፋራ ኢኻ እስኻ በየነይቲ ዓረብ እያ ደፊኤ ከተማ ከእትወካ ከምዚ ቀዳድ ሞደር ጅንስ ቀዳድ ካልሲ ከም ዝመፀስ ኣይትግጥምን ኢኻ ማለት እዩ ኣታ ኸድም ስምዓኒ እንዶ በቃ ኣብቲ ድኳን ተባዕሉስ ከምዚ ዝኸፋሉ ኮይኑ ይስምዓካ ሓቂ ዋ ስምዓኒ ደይምፍላጥ እኮ ፋርነት ኣይኮነን ክትፈልጥ ደይምድላይ ጥራይ እዩ ፋራ። እዛ ሰብኣይ ብሓንሳብ ብይና ኢለ ተቐይራትለይ እዋ። እወ ን ወዲ ሹቕ ብዘይ ጉርሽ እዩ ድምህር ስለዚ ኣነ ከኣ ንዓኻ ምህረካ ይንዓል ፋራ። ኣይ ኣታ ስምዓኒ ፋራ ኣይትበል ኢለካ እየ ኣነ በዚ ሰዓት እዚ ፋራ እንተኾንካ ብውሑድ ሰሚዕካኒ ሸሞንተ ኮማንዶ ምስዞም ክልተ ሴፍ ድሕሪ ቻይናውያን ኣለዉኻ ምሽ ንሶም ኣብ ጎንኻ ክህሉ ኣለዎም። ንምንታይ ካብ ወራር ፋራ ክከላኸሉልካ ዋይ እምነ ፊሊጶስ በዓል ደርቢ ኣታ ኣነ እኮ ንፋራ ካብ ህዝቢ ቻይና ከምዚኣ ገይረ እየ ደውፅኦ ፋራ እንደርሆን ድማ ደይብሉ ጥረምረ እዮም ብዕሾ ኣላ ሕጂ ቆላ ሓደ ቆልዓ እንዲ ኣብዚ መንገድ እንዳጀ ክምንድር እየ ኣጀርሲ ጥራሕ ይትብለኒ ዋቸት ከመይ ገይረ ዝነበርናዮ ሽቁልና እንዲ እንታይ ነብሰይ ንገራ ኣየ ኺዱ ስማዕኒ መብዛሕትኡ ግዜ ግን ኣይምንድልን እየ ክትብል ትኽእል ይምንድል እምበር ኣቦኡን ኣዲኡ እንዳፍለጠ ተምዲል ከማን ከቢድ እምበር ግን ቀልጢፈ እየ ከለዮ ብኸመይ ከሊኻ ኢላ ናኡ እንዲ ክመፀካ
ምሽ ምስታ ናይ ኣያም ብሊጠይ ነይራትኒ ካራበል ገለ መለ ገለ ቆፀራ ኩሉ ግዜ ድሕኬካ ቆፀራ ነይርኒ ሽዑኡሲ ጉርሽ ትበሃል ኣይጥፈሸት ሪኣ ስኢነ ዳይ ዳይ ዳይ ሃባና ላሊ ኣብኣ ከለኹ በቃ ልዑብ ተፈተንኩ ገለ ተፈተን ገለ ጠው ትኾነኒ ወስኸላ ወስኸላ ሕጂ ሃባ ቀልጥፍ ማጁ ወፍረልካ ማጁ ድማ ኣበይ ትስ ኣበይ ጠጠው ብል መዓስ ወድቕ ገለ ገለ መቸም ከም ሞያኻ ነበር መጠን ትግጥሞ ኢኻ ፎእ ኪዱ ከመይ ከመይ እያ እዛ ጉዳይ እዚኣ ኣብኡ ተፀቤ ንሓደ ሰብኣይ ጓዓ የብሎን ክሳዱ ኣንዲፌ ይህርም ቅንይ ኢለ ተሸየፍኮስ ክሳዱ ናብ ዝተገልቢጡስ በዚ ኩሉ ጸኒሕካ ኖኖ ንየማን እምበር ክሳዱ ተጠዊስ ኣብዚ መንከቡ ሸንፈቱ ጸኒሕና ያ ግደፍ ኪዱን ኮፕራይት ዝበሃል ነገር ኣሎ ትማል ኣነ ሓኪካስ ሎሚ ዓንት ንዓይ ኣብደይት ጌርካስ ክተዕለኒ ሰኪ ትባኒ መዳልታ ክትዋራዘየሉ ስምዓኒ እንዶ ክነግረካ ኣነ እኮ ቅድሜካ እየ ፀሓይ ርእየያ ኣነ ደሓኩካ ዋላ ሓኪካ እንትኸውን ትማሊ ኮንካ ኣነ ዒለካ ባዕለይ እቲ ቆልዓ ከም ድለ ምስ ረኣኹዎ ትማሊ እኮ ዒለካ ዘኪርካዮ ዶ
እዚኣስ ተቓጺላትኒ ማለት እዩ። እዋ ዳኣ ዒብ ዓለይካ ከምዞም ካብ ህዝቢ ዜማ ዝሰርቁ ኢኻ
ሃፍተይ ቦርሳኺ ወዲቑ ፀኒሑ ውይ ብምንታይ ሕካ ኣብዚ ታሕተይ ክወዲቑ ፀኒሑ ውይ በዚ ሎሚ ከጥዑይ ሰብ ኣለ ድዩ ከምዚ ከማየ ካብ ብሱል ጥረ ሓደ ክልተ ይሰዕኑ ነይሩ ናይ ብሓቂ ብጣዕሚ ይቐኒየለይ ድሓር ስኽኻ ፈዘዝ ኣይትበል ነብስኻ ሓሉ ይዋ ሓራይ ዝሓወይ ከምዚ ከማኻ ኣብዝሑ ከምኣይ ተበዚሖም ደኣ ሽቁል እንዲና ክንስእን ትረ እኳ ትሮ ኢድ ኣብ ሓደ ጁባ ጁዋ ክደኽላ ማለት እዩ ገለገለ ሰባት ክምርቑኻ ክብሉ እዮም ዝረግሙኻ መሪቐካ እኮ እየ ከምዚ ከምኻ ይብዝሑ ማለተይ ሲ ረኺቦም ዝህቡ ማለት እየ እኮ ኣጆኺ ጆኺ ስኢለኽዋ እዚ እዩ ፀኒሐ እውይ ብጣዕሚ ጥዑይ ሰብ ኢኻ ወላ ሓንቲ ገንዘብ ኮይ መምለስ ትበሃል ዘይነበረኒ በዓት ስኻ ማራኽፊ ኢኺ ሕማቕ ኣሎ ፅቡቕ ኣሎስ ቬንቲ ጥራይ ኣብ ጁባኺ ሒዝኪ ትጓዓዚ
ሄሎ ኣኪለ ሓወይ ሄሎ ሚራም ሓፍተ ከመይ ሓድርኪ ኣኪለ ሓወይ ክመፀካ እንዳበልኩ ደዊልካለይ ናይ ደሓን ባኮታት ህልወካ ዶ ክብለካ ኢለ ነይረ እንታይ ዝኹን ባኮ?
እቲ ገዛ እንድዩ እንዳ ዝሓለኒ ኮይኑሲ ነቲ መንደቕ ባኮታት ክጥቅዓሉ ኢለ ነይረ። ሂሪ፣
ኣብቲ ከባቢ ክንደትለይ መዓት ባኮ ርእሲ ኣብቲ ፈቐዶ ኣንጎሎ ኮፍ ኢላ ክጽንሓኪ እንድያ። ኣይ ደም ዝወጽእ ባኮ ዘይኮነስ ኖርማል ባኮ እየ ደልየ ነይረ። ሜሮን ሓፍተይ ሕጂ ወጺኒ ኣለኹ ጽባሕ ክቕርበልኪ። ንሎሚ ይጥዕመካ እንድዩ። ክንደየናይ?
በቃ ሕራይ በል። ሜሮን ሓፍተይ በል ናብቲ ጉዳይ ክኣቱ ከኣ ረሲዐዮ ጸኒሐ ምሳኻ ኣተሓሒዘ። እቶም ናይ ሓገዝ ቪድዮ ሰሪሖም ናብ ህዝቢ ዝዝርግሑ ሰብ ቻነል ደው ኢሎምለይ ጸኒሖም። ብናተይ ጉዳይ ማለት ድዩ? እወ ብካልእ ንምንታይ ክድውልለይ ኣትሚረን። እንድዒ ሰንቢድ እምባ ተሓጒሰ እንዴ። ሕጂ ታይ ትገብሪ መሲልኪ ቴሌፎንኪ ሂበዮም ኣለኹ ተቐቢልኪ ተዘራረብዮ። ውይ ንስኻ ዘይብሉ። ኢሂ እቲ ዝዓበየ ጸገመይ እዚ ኢልኪ ዲኺ ክተላልዮም ደሊኺ። ኖኖ ኣኪለ ሓወይ ግንሲ ክፈርሕ እየ እምበር። ኣጆኺ ክጽብቑ መዓት እዮም ዘፍርሑ ኣይኮኑን።

መዋእል ከተተሕጉስ ኩሉ ሰብ እኮ ከም ገንዘብ መፍቀርክን እዩ። ስማዕ እንዶ ቫጎን ሓወይ ሓደ ነገር ክትሕግዘኒ እንዲኣ ደልየ። ሓገዝ ከይተስምዕኒ ካብ ኩሉ ገንዘብ ኣለቅሓኒ ከይትኩን ካብ ገንዘብ ከለቅሓኪ ደም ክበኪ ቀለልና እዩ። ደም ሓስር ካብ ገንዘብ ማለት ድዩ? ክላ ስቅ በሊ ደም ዕደ ድኣ እንታይ ታሪክ ኣለዎ ብሓንቲ ኮካ ዝትካእ።
ኣነ ስክስታ እየ ደልየ እዚ ጸገመይ ሪኦም ዝሕግዙኒ ሰባት ይመጹ ኣለዉ ሲ ቁሩብ ፈሪሐስ ክተዳፍረኒ እየ ደልየ። ብምንታይ ክሕግዙኺ ማለት ብገንዘብ ክሕግዙኺ? እወ።
ሚርያም፣ ይርድኣኪ ኣሎ ድዩ? ብገንዘብ ክሕግዙኺ ዝመጹ ሰባት ኣለዉ እሞ ኣዳፍረኒ ክትብሊ ደለኺ። እወ እታ ባጎኒ።
ኣቲ ሰበይቲ፣ ሰብ እኮ ናብ ሰሜን ኮርያ ክኣቱ እንድሕር ኮይኑ ኣዳፍረኒ እብለካ። ብሊብያ ሰሃራ ገይሩ ብባሕሪ ክትጨድም እንተኾይኑ ኣዳፍረኒ እብለካ እምበር ገንዘብ ናብ ምሃብ ኣዳፍረኒ እብለካ? ተሸርሺረ እንድየ ኮይነ። ከመይ ገይርኪ ትሸርሸሪ?
ኣነ ክነግረኪ ኣብ ፔርሙዳ ገንዘብ ኣለዎ ተዝብሉ ነይሮም ንዕና ኢለ ኣዳፍረኒ ኢለ ፈጺመ ሒዘኪ ይመኸርኩ ነይረ። እሞ ኣቢኻኒ ማለት እዩ። መን ከምኡ ኢሉኪ? ነገር ከይተምጽኢ ከምኡ ድበለኪ ሰብ የለን። ግን ክትረጋግጽለይ ዝደለኹ ነገራት ኣሎ። ገንዘብ ዘውርኽ ሰባት ድዮም ገንዘብ ዝውርኽ እዚኣ ጥራሕ ኣረጋግፅለይ ዝህቡን እምበር እወይ ገንዘብ ሓሲርዎ ደሎ ኣቲ ከመይ ዝኾኑ ሕሱራት ዝኾኑ ፍጥረት እዮም እዚኦም ገንዘብ ንኽብኹስ ገዛ ክመፁ ዋ- ኣቲ ወርሑ ሙሉ ጨሸፍ ኢልና ኮይና ኣብቲ ኦፊሶም ከይና ጥልዕ ጉምሕ እንዳበልና ኮይና ስልድና ንወስድ እዚ ከዓ ፍሉጥ እዩ ኣብ ልዕሊ ገንዘብ ዝካየድ ዘሎ ውዲት እንዲዩ ኣብዚ ከዓ ምትእታው ዘለውን ሃገራት ፍሉጣት እንዲዮም ምስ መሳርሕተይ ኮይነ ክረጋግፆ ግን ባጎኒ ተጠንቀቕ ገንዘብ ሰሚዐልካ ዝኾነ ሕማቕ ነገር ክትገብር ከይትሓስብ ማለት ኣይትኣምንኒ ኢኺ ማለት ድዩ? እዋእ
እሱ ደኣ እሞ እንታ ባጎና ሓወይ ኣጥብየ ዶ ዕብየካ ኮይነ ከመይ ኢለ ክኣምነካ? እውይ እታ ንሰይቲ ይሁዳ ኣቲ ኣነ እኮ ቀደም ኣብ ገዛውትና ንእሽተይ ከለኹ ካብ ምሒር እሙን ምዃነይ እኮ ናይ ቤተክርስትያን ደወል ባዕለይ እኮ እየ ዝድውሎ ነይረ። ካብ ነበረኒ እንየኒ እንድዩ ባጎና ሓወይ ንሎማዓንቲ ግን ዝገበርካ ጌርካ ዋላ ካብ እንዳ ሸይጣን እዛ ሕልናኻ ክተምጽኣ ክትክእል ኣለካ። ጥራይ መምጽኢ ሕልና ገንዘብ ሃብኒ እምበር እቲ ሕልና ዘይኮነስ ወላ ነቲ ሕልና ሒዝዎ ደሎ ሰይጣን ብዓንደ ርእሱ ሒዘልኪ ክመጽእ ገንዘብ ጥራይ ይጥቀመሉ። በቃ ሓላይ ደሓን ሕጂ ዋዛ እሞ ጽንሓልና ንዓናይ በቃ ንበገስ። ቅንዕ ጽንሕ እንዶ ክሓተኪ ግንሲ ኣነስ ብምንታይ እየ ክሕግዘኪ እንታይ እየ ክገብር ምሳኺ። እዚ ጸገመይ ሪኦም እንድዮም ኢንተርቪው ክገብሩለይ ዝመጹ ዘለዉ እስኻ ከኣ ኩሉ እዚ ናተይ ጸገምስ ትገልጸሎም። ናትኪ ሽግር ደኣ ከመይ ጌረ ብሓንቲ መዓልቲ ክውድኦ ወይስ ወርሒ ሙሉእ ዝፍሎ መደብ እዩ።
ኦኬ ምርያም ቅድሚ ምጅማርና ንክላበወኪ ዝደሊ ሽግራትኪ ብዕምቀቱን ብንጹርን ክትገልጽለኪ ሀረ ኦ ማለተይ ካሜራ ርኢኺ ገለ ከይትፈርሒ ኢለ ሀረ ካሜራ ሬዲ ኣክሽን ሰላም ክቡራት ተኸታተልትና መደብና መደብ ሃቡ ክትወሃቡ ንሎሚ እውን ሓንቲ ሽግርቲ ሓፍትና ኢና ሒዝናልኩም መፂና ዘለና ከምቲ ናይ ወትሩ እትገብርዎ ሽግር ናይ ሓፍትና ሰሚዕኩም ሽግራ ንክትፈትሑላ ድማ ይምሕጸነኩም ሐራይ ምርያም ብሕጽር ዝበለ ምስ ነብስኪ ምስ ተዓዘብትና ኣላልይና እስከ። ምርያም ሓጎስ ትበሃል ካብ ኤርትራ ከኣ ወደይ ክሕክም እየ መጽየ። ኣንቲ ኣቦቕቡቕ እባ ኣብልዮ ዋእ ከምዚ ሳምሶናይት ሙሉ ገንዘብ ካብ ኤርትራ ሒዝኪ ዝመጻኺ ትመስሊ። ድሓን ኣይትኹለፋ ምርያም። ቁርጽ ቁርጽ ኣይተብልያ ደሓን ዝኾነ ኣገላልጻ ተጠቀሚ። ምርያም ሓጎስ እብሃል ወደይ ብንእሽትኡ ከሎ ማይ መሲልዎ ብረኪና ስለ ዝሰተየ ማዓናጥኡ ብከቢድ ቆሲሉ ንዕኡ ክሕክሞ ኢለ እየ ከኣ ናብዚ ዓዲ መጽየ። ካት ካሜራ ፖዝ ግበራ። ስምዒ እንዶ ንስኺ ካብ ሚሒር ምቕጣና ኣዕጽምታ ዝርእ ሽሮ ክትበልዒ ደስ ኢልኪ ንዕባ እቲ ጸገምኪ ጽቡቕ ጊርኪ ግለጽዮ። ዋእ ምርያም ሓግዝና እባ ኩሉፍ ኩሉፍ ትብሊ ኣለኺ እኮ። ሕራይ። ካሜራ ሬዲ ኣክሽን ሕራይ ምርያም ናብ ኢትዮጵያ እንታይ ክትገብሪ ኢኺ መጺኺ? ወደይ ብንእሽትኡ ከሎ ማይ መሲልዎ በረኪና ስለ ዝሰተየ ኣብ መዓናጥኡ ገድፍ ቁስሊ ገይሩ እቲ ቁስሊ ከኣ ይምሽምሽ ስለ ዝነበረ ህፁፅ ሕክምና ስለዘድልዮ እየ ናብዚ ዓዲ መፅየ። ኦኬ ግን ናብ ኢትዮጵያ ዝኣክል ከቢድ መናብሮ ዘለዋ ሃገርሲ እንታይ ኣሚጊኺ መፂኺ? ክንሕግዘኪ ኢና ዝበሉኒ ሰባት ነይሮም ኣብዚ ምስ መፃኹ ግን ደሃዮም ጠፊእኒ። እዋእ ኣቲ ንዕባይ ትሸፍንሎም ክንሕግዘኪ ኢና ኺዲ ዝበልኪ ኣዝማድኪ ኔሮም ኣብዚ ምስ መጻኺ ከኣ ሸዲሖምኺ ዝያዳ ኩኒ ትሓቂ ናበይ ትሽፍንያ ኣለኺ። ክንሕግዘኪ ኢና ኢሎማስ ጠሊሞማ ማለት ድዩ። ዋእ እንታይ ጠሊሞማ ጥራይ ሸንዲሖማ እምበር ኣንታ ንኸይትድውለሎም ከይማ ብሎክ እትዮማ ዘለዉ። ንዘይገብሩላ ድኣ ንምንታይ ምጽ ኢሎማ። ወልካፍ መልሓስ ተዓዲሎም ዋእ። ኽገርመካ እኽ እዚ ቆልዓ ምስ መተ እኮ ኢዶም ክትፍታሕ። ውይ በስመኣልፍስቅዱስ ኣታ ባጉና ሓወይ ክንደይ ትጭክን። ኣቲ ሰቃይ ሓበሻና ዶ ጠፊእና ሓበሻና እኮ ምስ ሞትካ ጥራይ እዩ ዘክብረካን ዝሕግዘካን። ኦኬ ሕጂ ንስኻ ንምርያም እንታይ ኢኻ? ተራ ጓና።
እቲ ጓና ንዓና እቲ ናትና ንጓና ተባሂሉ እንድዩ። ናትካ ግደ ኣብ ሂወት ናይ ምርያም እንታይ እዩ? ክገርመካ እዛ ሕቶ እዚኣ ክትሓተኒ ክጽበየካ ጸኒሐ መጀመርታ እዛ ሕቶ ብምሕታትካ ከመስግነካ ይፈቱ ነዚ ዕድል እዚ ሃብካኒ እንኮላይ ንዓኻ ንስድራኻን መሳርሕትኻን ንብሙሉኦም ማለት እዩ ዋላ ነቶም ሰብ ጸጋ ድሕጉዙ ካዶ ኣለው ግጅፍ ድበለ ምስጋና ኣብጽሓዮ ቀጺለ እንታይ ክብለካ ደልየ መስለካ ከምዚ ትርእየኒ ደለካ ብተፈጥሮ እየ ዝብለካ ለጋስ ለጋስ ለጋስ ወሃቢ እየ ክገርመካ ሓደ ሓደ ግዜስ ካብ ምሒር ለጋስ ምዃስ እዛ ኢደይ ቆሪጸ ምስ ሃብክዎም ሒዞማ ዕዝር ከይብሉ እየ ዝፈርሕ። ኦኬ ጽቡቅ ከማኻ ይብዝሑ ኢና ንብል። ሕራይ ምርያም ናባኺ ክምለስ ድሕሪ እቶም ቤተሰብኪ ምጥላሞም፣ እንታይ ዓይነት መፍትሒ ተጠቂምኪ? በዓል ቤትኪ፣ ብዓቢኡ ስድራቤትክስ ኣበይ ኣለዉ? በዓል ቤተይ ምስዞም ናይ ላምፔዱሳ ሰለስተ ሚእትን ሓምሳን ሰባት ዝተጎድኡ እዩ። ኦህ ሶሪ ሕጂ ድኣ ብምንታይ ትናበሪ ኣለኺ ማለት እዩ? እንድዒ
ብኸምዚ ኢለ ክገልጸልካ ኣይክእልን እየ ሂወተይ ግን ትቕጽል ኣላ ሳላ ፍጣሪየይ ሂወተይን ሂወት ወደይን ኣየቋረጸን። እዋእ ናይ ኣባ ምርያም ኣብ ትሕቲ ፈጣሪ እስከ ኣባጊ ንምሳይ ደው በለለይ እባ በሊ። እወ ሓቅኻ ኣብ ትሕቲ ፈጣሪ ከኣ ምስኹም ኣለኹ። እወ ኣነ ጽርየት ዘረባ ባጎኒ ደው በለለይ እባ በሊ። እዋእ እቲ ዘረባ ክረጠለይ ኢለ ጀኻ። ዘጠብጥብ ዝብል እምበር ዝረጥብ ዘረባ ክሳብ ሕጂ ኣይሰማዕናን።
ኣለዋር ንመጀመርታ ግዜ ንሃበሻ ቁርበት ከም ዝሰማምእ ተገይሩ ዝተሰርሐ ናይ ቁርበት ዘይቲ ይዙልኩም መፂኡ ኣሎ እዚ ዘይቲ እዚ ድህሪ ነብስና ምስ ተሓፀብና ሙሉእ ነብስና ብምልካይ ቁርበትና ንክልስልስ ወዝ ክረክብን ፅቡቕ ጨና ክህልዎን ይገብረልና ኣሎራ ቦዲ ኦይል ሰለስተ ዓይነት ዝተፈላለዩ ጥዑም ጨና ከም ኣማራፂ ሂሱልኩም ቀሪቡ ኣሎ ኣሎራ ብዚ ኣድራሻ ጌርኩም ክትረኽቡና ትኽእሉ ኢኹም ኣሎራ

ክሓተካ እንዶ ዝዓርከይ ኣቤት ትማል እንዲየ ካብ ስዊዝ መጼ ኣታተይ እዛ ናይዚ ዓዲ ከተማ ከጽላእካ መዓልት ክንደይ ክውዳእካ እዩ እንታይ ሓበሻ ኣይትፈቱን ዲኻ ኬምቦሎ
ኣታ ሓበሻ እኮ ፕሮፌሽናል ሓማዩ እኳ እዩ። ኣታ ኣብቲ ዝቕመጠሉ ከተማ ደኣ ከመይ ኢሉ ይመስለካ? ኣበየናይ ከተማ ዲኻ ትቕመጥ? ለንደን ካብዛ ዓበይቲ ናይ ስዊስ ከተማ። እውይ ኪድ ዱን ኮፒ ፔስት በልካኒ ደኣ። እንታይ ትብል ወደይ?
ከምዛ ዝብለካ ካብ ዝገርመካ ናብዛ ዓዲ ንመርዓ እዩ መጺኡ ዘሎ። መን ንስኻ?
እወ ኣነ እየ።
ኣከዳድናይ ገለ ሪኢኻ ከይትኸውን ኣነ ልዕሊ ሰብካ ኮይንካ ምርኣይ ገለ ብጣዕሚ እዩ ዘሰልችወኒ ከምኡ ስለ ዝኾነ እዩ ከኣ እቲ ናይ ደገ ክዳነይ ገዲፈ ንዓኹም ክመስል ፈቲነ ዘለኹ። ስለምንታይ?
ሓበሻ ሓበሻ ዓይነት ከይገብረለይ ፈሪሐ ወደይ። ንዓኻ ንሓደ ማጓጥየል ደኣ እንታይ ዓይነት ክገብረልካ እዩ ወደይ? ኣታ ሓወይ ጥዑይ ዲኻ? ኢሂ ኤምፕላይ ጥዕና ዲኻ? ዘይኮነ ዕላል ከይጀመርና እምበር ናብ ዘለፋ ኣቲኻ።
ንምዃኑ ወዝካ ትሪኢ ኣለኻ ዶ? ወዘይካ እንታይ ኮይንካ? ፋሕሻው ኣድጊ ቀይሕ ባሕሪ ምሉእ ግረቸ ኢልና ዘየጽግቦ ቆርበት ሒዝካ ከምኡ ትመስል። ውደይ ትሙ።
ኢሂ ይውስኸካ? ኖ ኖ ጸጊብ ኣጽጊብካኒ እንዲኻ። ወሓጣ። ጎሲመያ። ኦኬ ምርያም ካብ ህዝቢ ሕጂ እንታይ ዓይነት ሓገዝ ኢኺ ትደልዪ ዘለኺ? ዓቕሚ ዘለዎም መሐከሚ ወደይ እንተሓጊዞምኒ ወደይ እንተሓውዩ ኣነ ሂወተይ ክመርሕ ወላ ሓንቲ ጸገም የብለይ። ሓቂ ኣላ ሓቂ ኣላ ኩላኹም ሰብ ጸጋ ፍቱሓት ኢድ ገለ ንሚርያም ክትሕግዙዋ በዚ ኣጋጣሚ እዚ ክላበወኩም ፈቱ ከም ትሪኡና ዘለኹም እኮ ኩላህና ጽጉማት በተኻ ዘለና ዘይብልና እኮ እንተኾና ሕልፊ ኩላህና ግን ናይ ምርያም ስለ ዝዛይድ ንዓ ክትሕግዙዋ በዚ ኣጋጣሚ እዚ እላበወኩም። መሐከሚ ናይ ወዲ ክሳብ ክንደይ ይበጽሕ ምርያም? ክሳብ ክልተ ሚእትን ሓምሳን ሽሕ። እንታይ መሲልካ ኹብር ጋዜጠኛ ኣብዚ እዋን እዚ ብዝኸድካዮ ጽጉም እዩ ዝዕንቀፈካ። ዋላ እኮ ኩላህና ጽጉማት በተኻ ዘለና ዘይብልና እንተኾንና ግን ናይ መርያም ሓለፋ እንድዩ ዘለዎ ኽገርመካ እዛ ናተይ ጫማ እዚኣ ትሪኣ ኣለኻ እዚኣ ዕስራ ዓመት ከይቀየርኩዋ ከይደ። ወዲ ዓሰርተ ዓመት ከለኻስ ቁጽሪ በዓል ሓደን ጫማ ትኽደን ኔርካ ማለት እዩ። ክገርመካስ ብንእሽተይ ከለኹ ሰልፋዕ ድብል ሳጓ እዩ ኔርኒ። ደሓር እንዳዓበኹ ክኸይድ ከለኹ እቲ ናይ ምግዛፍ ናይ እግረይ ግን እንዳቐነሰ ወይ ከኣ ከይቀጸለ ስለ ዝኸደ እታ ሳጓ ከኣ ብኡ ጌራ ሃይሳትኒ። ኦኬ።
እወ እንታይ ድዩ መሲልካ ክቡር ጋዘጠኛ ማለትሲ ንእመትሲ ስድርላታ እንድዩ ዝብሃል ኩሉ ግዜ ወላ እኳ ኩላህና ጽጉማት እንተ ኾንና ማለት ዘለና ዘይብልና ተነሲሕና ዘይንድረር ንውዕለሉ መዓልቲ እንተ ሃለወ ናይ ምርያም ግን ሓለፋ ኣለዎ ክትሕገዝ ዘለዋ ጓል እያ እዚኣ ክነግረካ ከመይ? ከመይ ዝብል ለባም። ሕጂ በል ኣነ ብደገ ውዒለ ንገዛ ክመጽእ ከለኹ ናይ ክልተ ቅርሺ ቆሎ ሒዘ ይኣቱ። እታ ናይ ቅርሺ ንመርያም እህባ። ነታ ናይ ቅርሺ ቆሎ ግስም ኣቢለያ እንከላይ ዳርጋ ርብዒ ከብድና ማይ ሓዊስና ንድቅስ ማለት እዩ። ግን ኣብዚ ደሎ ጸገም እቲ ቆልዓ እንታይ ይብላዕ ንበል። እቲ ቆልዓ ከምዚ ስብቆ፣ መረቕ፣ ገለ መሳሊ እዩ ዝበልዕ። ስለዚ ኣብዚኣ ካብ ናተይ ጸገም ናታ ዝያዳ ትዛይድ ካብ ናተይ ጸገም ማለት እዩ ዝያዳ ትዛይድ ኣብዚኣ እታ ፍልልይ ናይ ምርያ። ምርያም ኣመጋግባ ናይዚ ቆልዓ ውን ችግር ኢኺ ማለት እዩ። ብጣዕሚ
ዝረኸቦ ስለ ዘይበልዕ ኣዝየ እየ ዝሽገር። ማራ እምበር እዋ ለሚና ዝሃብዋ እኮ ሒዛቶ እያ ትመጽእ እባ ክተኹብላ ከለዉ ሲ እዚኣ እባ ቀይሩለይ ወደይ ከምዚኣ ኣይበልዕን እዩ ኣራንሺ እባ ሓውሱላ ባናና እባ ትኩሱላ ክትብል ኣይትኽእልን እያ ምኽንያቱ ለማኒ ምስክናይ ምርጫ ድበሃል የብሉን ዝሃብዎ ሒዙ እዩ ልዕዘብ። ዝኸበርኩም ተዓዘብትና ሽግር ምርያም ሓፍትና ከምዚ ክንሰምዖ ዝጸናሕና እዩ ንምርያም ሓፍትና ድማ ካብዚ ሽግር ክነውጽኣ ኢደይ ኢድካ ኢልና ንሓግዛ። ኣብዚ ኣብዚኣ ንእሽተይ ዶ መልእኽቲ ክነሕልፍ ኣብ። እሺ ጸገም የለን።
ሕራይ እምበኣር ዝኸበርኩምን ዝገበርክንን ሰብ ሰናይ ግብሪ ሰብ ብዙሕ መኣዲ ሰብ ብርኩት ገንዘብ ሰብ ፍቱሓት ኢድ ከምቲ ክንብለኩም ዝጸናሕና እኮ ኩላህና እኳ ዘለና ዘይብልና ጽጉማት እኮ እንተኾንና ኣነ ንባዕለይ ገለ ገበርቲ ሰናይ ዝገበሩለይ ገዛ ተኻርየ እኳ የካርይ እንተነበርኩ ደሓር ግን ከምዚ ትርእይዎ ዘለኹም ምስክነይቲ ምርያም ሓፍተይ ምስ መጸት ግን ደሓን እንቋዕ እሞ መጽለሊ ረኸብና እቲ ድራር ከኣ ጠሚና ንድቅስ ኢለ ንምርያም ሓፍተይ ምሳይ ኣጸጊዐያ ማለት እዩ ሕጂ ኩላኹም ቅልጥፍ ቅልጥፍ ኢልኩም ንምርያም ድሕሪ ሓጊዝኩሞ ዳርጋ ንዓይ ድሓገዝኩምኒ ኢኹም ደሓር ከኣ ናተይ ከኣ ደሓን ኣይትሸገሩ ኣይትሰከፉ ኢኹም ከም ደለዎ ይሕለፍ ሽግር ዘለውኩም ጸገም ኣለኒ ጸገም ኣለኒ ኢልካስ ክንደይ ግዜ ደጋጊምካዮ ኣለኻ ጸገምካ እንታይ እሞ ንገረና ኣብኡ ከለኻ ንተዓዘብትና ክነመሓላልፈሎም። እንታይ ኮንካ እታ ከነሰክፎም ብቀደሙ እዞም ህዝብና ካኣ ትፈልጦም ኢካ ስኩፋት እዮም ፍትሑ እንድቲ ኢሎም ስክፍ ድበሉ እዮም ከነሸግሮም ኣይንደልን ኢና ዳሓን ናተይሲ ዳርጋ ከምዚ ውሽጣዊ ሕማም ኢልካ ጥራሕ ሕልፍ በሎ። ሕራይ ተዓዘብትና ንሎሚ ሒዝናልኩም መደብ መጺና ድነበርና ኣብ ዛዚምናልና። ሰላም ቅነ መርያም እኳ ዝሒልክና ብሓቂ። እዛ ሓውና ሓይሽ ከማን ቁሩብ ትለይ ሓጊዝኪ። ከመይ የሕጒሰካ ዶ ኣዋዓዊዐያ ዶ እዛ ሽግር። ድሓን ብዝኮነ ምርያም ዝኮነ ሓድሽ ነገር ተሎ ደውልልና ኢኪ። ኣይ ኣታ ኣታ ኮንካ እታ ጉዙጥ ዓርከይ መግዝኢ ባኒ ደይብላስ መግዝኢ ካርድ ክኣ ክትረክብ ደሊካ። ድሓን ጸገም የለን ባዕልና ደዊልና ክንከታተለኪ ኢና ኣጆኪ ኣይትሕመቂ እንታይ ክብለኪ ከኣ ደልየ እዚኣ ቪድዮ ክንዝርግሓ ከለና ብቁጽሪ ተሌፎን ናትኪ ጌርና ኢና ንዝርግሓ ዘለና ዝኮነ ሰባት ክሕግዙኪ ዝደልዩ የሕዋት ገለ ስለ ዘለዉ ክድውሉልኪ እዮም ጽቡቅ ጌርኪ ተቀበልዮ። ክስታይ ግን ኣብዚኣ ማለትሲ እታ ናታ ቴሌፎን ቁሩብ ናይ ጥዕና ጸገም ኣለዋ እንድዩ እታ ቴሌፎና ሕጂ ምናልባት ከይትኣብዮም ምእንታንሲ ናተይ ቴሌፎን ረክበካ ኣብቲ ቪድዮ ትእትዖ ከለካ። ኖእ ደሓን ጸገም የለን ካልኤት እኒኣ ክልዩልላ። ታይትሞ ጸገም ኣለዎ ሰለስተ ስላሴ እኮ ድበሃል ሳልሰይቲ ትኾነኩም። ሳልሰይቲ ውን ናይ ትካልና ኣላ።
እዛ ወዲ ኣብዚ ባይላ ትሕፀብ ኣላ ሳብ ነዶ እሞ ክቕብሎ ኣንታ እዛ ወዲ ሞባይል ከለዋ ዲ ንምዃኑ እዋ እዋ ሓረ ንብል ሕጂ ዳ ኣታ ፍሒርኒ እንታይ ኸ ትጅብኡ ክነውሕ መገለል ጌርካ ዘይተርክቦ ሰርቂ ዳ ከመይ ምዃኑ ከርእካ እየ ኪዱ ናይ ወለደን ወይ ኣይፎን ተትኾነለይ ወይ ሳምሰንግ ተይንገለበለ ልዕሊኡ ንባጊ ዓርኪ ከይደ ሚለ ሚለ ችንገም በይዓ ኩሉ ነይረ ነስራሕ ኢለ ሰራሕተኛ ደልየሉ

ናትኻ ንመስል ዘለና ሎማዓንቲ ኣታ እዚኣ እታ ሞባይል ወይ ነዚኣ ኢላ ዒለ እውይ እውይ ኣታ እዚ ክንዲ ገለስ ነዚኣ ሒዙ እዩ ዝጓዓዝ ነይሩ ዋ ከኒና ከም ከኒና ድዩ ዝውሕጣ ዋላ ስድውለላ እዩ እውይ ሕቃቕ ሳምና ቺ ሞባይል ኣይኮነትን እያ ወይ ነቲ ባጎኑ ክንድውለሉ እንታይ ደኣ እሞ